ኣብ ሲነማ ሰመረ ቀጢዑ ዝመቀረ ልዑል እዩ ዓቕማ ኮሜዲ ድራማ ዕላላት ዋዛታት ስፖርት ፊልምታት
ዝኸበርኩም ተኸታተልቲ ኣዌ ሾው ከመይ ቀኒኹም? እዚ መደብ እዚ ከምቲ ኩሉ ግዜ ንብሎ ኣዛናጋዕን መሃርን ንማሕበራዊ ሂወት ዝትንክፍ መደባት እዩ። እዚ መደብ እዚ ድማ መቐጸልታ ናይቲ ካልእ መደባትና ኮይኑ ንሎሙዓንቲ ድማ ካብቲ ካልእ መደብና ፍልይ ብዝበለ መደብ ኣብ ውሽጢ ከተማ ኣስመራ ገለ ሕቶታት ንመንእሰያት ኣዳሊናልኩም ኣለና'ሞ ሰናይ ምክትታል። ዝኸበርኩም ተኸታተልቲ ኣውየ ሾው ኣጋጣሚ ኮይኑ ንስነጥበባዊት ሪዝባን ከቲርናያ ኣለና ዕድል ጌርና ሪዙ

ሽምኪ መን ክብል ከሃራይ ኣነ ሽመይ ሶልያና ሙልጌታ በሃል ኦኬ ሰሉ እዚ መደብ እዚ ናይ ጎደና ሕቶታት ኢና ንሓትት ዘለና ተኸፋሊት ናይ ፀጋ ማለት ናይ ሓደ ካርድ ሞባይል ብምዃንኪ ዕድለኛ ኢኺ ዕድለኛ ዘብሎ ዝኽእል ድማ እንታይ ሓሙሽተ ሕቶታት ክቕርበልኪ እየ ሓሙሽተን እንተ መሊስክየን ሞባይል ካርድ ኣላትኪ ሓሙ ወላ ሓንቲ እንድሕር ተጋጊኺ ግን ወዲእኪ ኣለኺ ማለት እዩ። ስለዚ ተዳሊኺ ኣለኺ ዲኺ? ብርግጽ ተዳልየ ኣለኹ። ሹር ዲኺ? ሓሙሽቲኤን ክትምልስየን ትኽእሊ ዲኺ? ዋእ ኣነ ይፍትን ተተዓዊተ ጽቡቕ ኣይተዓወትኩን ግን ምሽ ምፍታንሲ ኣይጎዳእካን። ኦኬ እሞ ሶልያና ክፍትንየ ኢላ ኢላ ኣላ ሓሙሽቲኤን ክምልሰን እያ ከምኡ እንድያ ትብሊ ዘለኺ ምሽ ሓሙሽቲኤን ክትምልስየን ኢኺ። ወይ ይብላ ኣለኹ ኣነ። ኣረ ኣረ።
መጀመርያ ፍቓደኛ ኮይንካ ንሕቶታትና ክትምልስ ብምኽኣልካ ኣዝና ነመስግን ተስፋ ንገብር ከዓ ካብዚ ናትና ናይ ሞባይል ካርድ ሽልማት ተቋዳሲ ክትከውን መጀመርያ ሽምካ ዳንኤል ዳና ሓወይ እሞ ሕቶታት ክሓተካ ሕቶታት ክሓተካ

ናና ተሓን ከቕልለልካ ዝኸበርኩም ተኸታተልቲ ኣወይ ሾው እቲ ሕቶታት ኣቕልሎ ይብል ኣሎ እሞ ከመይ ከነቕልለሉ ኣራይ ኣራይ ናና እዚ ናይ ሕቶ ናይ ጎደና ነይረና ዝሕተታ ሕጂ ነዘን ሕቶታት ዝመለሰ ሓሙሽተ ሕቶታት እየን ሞባይል ካርድ ሽልማት ኣላታ ተስፋ ገብር ከ ተስፋ ገብር ተስፋ ገብር ክተወት እሞ ንጀምር ዶ ንጀምር ሓረሽ
መጀመርታ ሽሙ መን ክብል ዳንኤል በሃል ዳኒ ዳኒ ሓወይ ተዳሊኻ ኣለኻ ተዳልየ ኣለኹ ተስዋ ተሐጉሰኒ ከኣ እምበር ተኸ ግድን ካርድ ሞባይል ሒዝካ ዲኻ ትኸይድ ወይስ ጥራሕካ ግድን

ኣዋንዲ
ሰላም እዚ መደብ እዚ ብኣዌ ሾው ዝዳሎ መደብ ኮይኑ ኣብ ሲኔማ ሰመር ትብል ቻነል ዝፍኖ መደብ እዩ እዚ ናይ ዩቲዩብ ገለ ማለት እዚ ናይ ዩቲዩብ ሕጂ ንሎማዓንቲ ገለገለ ሕቶታት ኣዛናይትን ኣዘናጋዕትን ዝበልናይ ሕቶታት ንመንስያት ኣዳሊና ኣለና እሞ

ኣሜን ኣሜን
ሃራ ይበል እ፣ ሓንቲ እ፣ ብሂል ኖርማል ምስ ስለ ኣበሃህላ እየ ክነግረኪ ትርጉም ናታ ከዓ ክትነግርኒ ኢኺ ኦኬ እሺ
እዛ ዝሓተኪ ብሂል ወይ ምስላ ንምንታይ ትገልፅ ነዚኣ መን ክመፃ ነዚ መን ክትመፆ መፃ
ዝከድገማ ነዚኣ መን ክመፃ ነዚ መን ክትመፆ መፃ ዝብል ኣባሃላ ምሻሎ እዋ። ኣብ ሕብረተሰብ እዚ ንምንታይ ይገልፅ ኣጆኺ ፈትኒ ሪዚ ንመን ይመፃስ ንመን ትመፆ መፃ ገለ እዩ ምሽ ሓቂ እወ ሕጂ ኣብ ትርጉም

ዋይ ኣታ ከም ኣብነት ዳኣ ተክብለካ እየ ተኣምርካ ግን ከምኡ እዩ በቃ ከምዚ ደስቲ ማሽ ዝሃረመ ሰብ ድሕር ተረኺቡስ
ትኽክል ዳመይ ትሕቶ መሊስኪ ኣለኺ እንታይ ማለት እዩ ክልተ ንሓደስ እዚስ ብሞላ ብመልክዕ እዚስ ክፉእ መን ክትመጾ ኢልካ ደቐበጽካስ ከምኡ ኸኣ ዝተቐበጸት ትመጾ ሕራይ ንቐጽል ሓደ ቆልዓ ኣብ ባጽዕ ተወሊዱ ኣብ ሰንዓፈ እናዓበየ ሃንደበት ንባጽዕ ተመሊሱ

ወይ ኣብ መገዲ ኣብ መንገዲ ስኒ ከብቁል ዝኸበርኩም ተኸታተልቲ ኣብ መንገዲ ስኒ የብቁል ትብላ ኣላ እሞ እንታይ ትብላ እንታይ
ደኣ ኣነ ግን ኣብ ሰንዓፈ ዓብ ትብሎ ዘለኻስ ኣብ ሰንዓፈ እዩ ከብቁል ድኽእል ኣብ ሰንዓፈ ርግፀኛ ኮይኑ ኣለኹ ሹር ኢኺ ክንውስን ክንውድእ ወድእ ናይ ብሓቂ ናይ ብሓቂ እዋ

ኣብ ክንደይ ኢኻ ስኒ ተብቁል? ኦኬ ኣይ መለስኪያ እንድሓን እታ ሕቶ ድሓር እንድያ ትምለስ ናብ ተኻለይቲ ሕቶ ክንሰግር ሃራይ ርግጸኛ ነይርክ ግን ኣብ መንገዲ እዩ ስኑ ዘብቁል
ኣብ መንገዲ ስኑ የብቁል ከምኡ ኢልክኒ ጸኒሕክምሽ ኣብ መንገዲ ስኑ ብቂሉ ኣብ ጉዕዞ ከሎ ድዩ ስኑ ከብቁል

ዜሮ ነጥቢ ሓሙሽተ ኣይኮነን ኣይኮነን ኣይኮነን ፈትን እሞ ናብ ካልእ ሕቶ ክንሰግር ስገር ኣዳመይቲ ሕቶ ይመለስካ ተስፋ ገብር ኣርባዕተ ሕቶ ኣለዋ ነዚኣ ክትምልሰን ከዓ ተስፋ ገብር ኣስተውዕል ሕጂ እውን ኣስተውዕል ቀላል ሕቶ እያ ነዚኣ እንድሕር ደኣ መሊስካ ገለ ሕድገታት ጌርና ነተን ኣርባዕተ እንድሕር መሊስከን ካርድ ሞባይል ሒዝካሉ ዘይትኸይድ መንገዲ የለን። እሺ ሀረ እሺ ሀረ ተዳሊኻ ኣለኻ ሓተካ ሀረ ህላለ ኣድጊ ወይ ጸገበ ኣድጊ ኣብ ሕብረተሰብና እንታይ ኢልና ንጽውዖ? ህላላ ወይ ፀገበ ኣድጊ ኣብ ሕብረተሰብናስ እንታይ ኢልና ንፅውዖ? ፈትን ፈትን ምክንያቱ ሹር ኮይንካ እንዲኻ ሓሙሽተን ክምልሰን እየ ምሽ ኢልካኒ ናባህል እንዲኻ ኢታኻ ነገረኪ ኣና ባይላ ሃይላ ይትየ ዝፈልጦ
ህለላ ህላላ ዕላላ ወይ ዝጸገበ ኣድግስ እንታይ ይበሃል? ሀ ፈትን ኣጆኻ ኩላ ሰብ ፈቲና መሊሳቶ። ኦኬ ውዒልካ ሊኢኻ ማለት እዩ። ያዋ ብዙሓት ከምዚ ከማኻ ሰባት እንድዮም ውዒሎም። ሕጂ ዕላላ ወይ ጸገበ ኣድግሲ እንታይ ተባሂሉ እቲ ሕብረተሰብ ናትና ይጽዋዕ? ፈትን ኣይትፍትናን እያ ድሓን መልሲ እውን ኣነ ይነግረከን እያ መወዳእታ ምስዞም ተዓዘብትና ኢኻ ክሰማ ጸገም የለን ጸገም የለን ክንቅጽል በል
ፊደላት ናይ ትግርኛ ትፈልጥዮም ኢኹምሽ ሕጂ ንኣብነት ሰ ምሽ ኣሎ ሱ ሲ ሳልሳይ ፊደል ሲ ኣሎ ብሲ ዝውድኡ እስከ ካብ ናይ ትግርኛ ፊደላት ገለ ንገርኒ ሲ ዝውድኡ ሓረጋት ስልሲ ስልሲ ድምፂ እስከ ሃብኒ ስልሲ ክሊል እያ ትጠቅስ
ደስ ዝበለኪ ስልሲ እ እ፣ ኣጆ
ሶሲ ሶሲ ሽም ሰብ እንግሊዝ ወካብ ነገራት ስልሲ ልክልካ ኣንቲ ወይ ኣታውን ኣጆ እ፣ በቃ ስልሲ እዩ ሲዙ ድዳ ስልሲ ዝብላ ስልሲ ወዝብላ በቃ ስልሲ እዮ ትፈቱ

ንኺድ ኣጋጣሚ ኣጋጣሚ ኣይቦሎም ይሓሎ ትፈትዮ ሰብ ህልወ ኮይኒ ተፍቅርዮ ሰብ ተረዲክኒ ሕጂ ነቲ ፍቅሪ ኮንኩና ድብለክ ዘለኹ ኣጋጣሚ ኣብ ፍቅሪ ጉዕዞ ከለኹምሲ ንሓንቲ ጓል ፈትዋሱ ትወዲ እወ ንዓ ክግድፍ ኣቢሉስ ንኻል ጓል ተኸረክበ ስኻ ብጣዕሚ ኢኺ ተፍቅርዮ ሕጂ ከይዱ እንታይ ይገብር ነታ ጓል ይሓታ እሞ ንስኺ ናይ ብሓቂ ክተፍቅርዮ እታ ጓል እንታይ ትብሎ ሕራይ ክብለካ እንድሕር ደኣ ኮይነሲ ነታ ኣፍቃሪትካስ ክቕጥቅጣ እንተ ትብሎ እንተ ትብሎ ንስኺ ከዓ ናይ ብሓቂ ክትፈትዮ ሕራይ ምእንቲ ፍቕሪ ክትብሊ ሕራይ ምበልክዮ ካብ ሓደ ስጋ ሚትስ ክንደይ ነናይ ትሽዓተ ኣሎ ዓሰርተ ሸሞንተ ኣይኮነን ፈትናጆ

ስኒ ኣበይ የቡቁል ክደግመልካ እየ ሓደ ቆልዓ ኣብ ባጽዕ ተወሊዱ ኣብ ሰንዓፈ እናዓበየ ሃንደበት ናብ ባጽዕ መሊሱ እንተድኣ ተመሊሱ ምስዚ ኩሉ ከልበትበት ስኒ ኣበይ የውጽእ። ኣብ ዓለም እቲ ዝዓበየ ካልሲ ኣብ እግሩ ዝለብስ ሰብሲ መን እዩ ወይ መን እያ ዕድል ክበካ ዝዓበየ ካልሲ ዝገብር ፈትን ወላ ሽም ፈትን።

ንዒት ኣብ ዞባ ማእከል ቢራ ብ ዓሰርተ ክልተ ናቕፋ እንተ ተሸይጡ ኣስተውዕል። ኣብ ከባቢ በዓል ባረንቱ ብ ሓሙሽተ ናቕፋ እንተ ተሸይጡ ኣብ ባርካኸ? ባርካ ትፈልጦ እንዲኻ ክንደይ ይሽየጥ? ባርካ። ንኻልእይቲ ሕቶ ከተዳሊ ክለኺ ዲኺ? ትረር ኢሎ ሹር ሃረ ኣብ ዓለም ኣብ ዓለም እቲ ዝዓበየ ካልሲ ኣብ እግሩ ዝለብስ መን ይበሃል ወይ መን ትበሃል? እቲ ዝዓበየ ካልሲ እቲ ዝዓበየ ካልሲ ኣብ እግሩ ዝገብር ዝለብሶ መን ይበሃል? እቲ ዝዓበየ ካልሲ እዚኣስ ኣይፈልጥኩን ኣይፈለጥካያ

ኣብዚ ወርሒ እዚ ኣብዚ ዘለናዮ ወርሒ ውድድር ኦሎምፒክ ኣበይ ይካየድ ኣሎ ብደረጃ ዓለም ኣበየናይ ከተማ ኣበየናይ ሃገር
ፈትን ኣብ ዝካየድ ዘሎ ውድድራት ኦሎምፒክ ኤርትራ ከዓ ኣብ ቅድም ብሽክለታ ንመጀመርታ ግዜ ሓንቲ ጓል ትሳተፍ ኣላ ኣብ ኦሎምፒክ መን ትበሃል
እሳ እቲ ዘይተጋግየ ሞሳና ዲቪሰን

ንበሎ ኣብ ዞባ ደቡብ ኣብ ዞባ ማእከል ቢራ ዓሰርተ ክልተ ናቕፋ ትሽየጥ ሕሰበላ እዚኣ ትሰምዓኒ ኣለኻ ትሰምዓኒ ኣለኻ ኣብ ሰሜናዊ ቀይሕ ባሕሪ ድማ ብክንደይ ንብላ ብሓሙሽተ ናቕፋ ትሽየጥ ንበል ንኣብነት ትፈልጦ ኢኻ ባርካ ኣብ ባርካ ክንደይ ቢራ ትሽየጥ

ድገምለይ እታ ደርፊ ኣስመራ ኢለኒ ሽኮር ኣስመራ ቤላ መን እዩ ዝወዳደራ ኣስመራይ ሽኮር ኣስመራይ ቤላ ኣስመራ። ቀዳመይቲ ካል ሰለስተ ኣጆኻ ፈትን ሓደ ረኺብካ ኣለኻ ኣሮን ኣብርሃም ድምፃዊ ኣሮን ኣብርሃም ቅድሚ ዓሰርተ ዒስራ ከባቢ ዓመታት ትኸውን እዛ ስ- እሺ፣ አ። ኣስመራይ ሽኮር ኦ፣ ንዝክራ ኩላትና ኣብ ልቢ ኩላትና ዘላ ደርፊ እያ እዋ ክልተ ተሪፎም ከለዉ ኣጆኻ ፈትን

ኣሮን ኣብራም እስከ ክልተ ወስኸኒ ድሓን እሞ ናብ ሳልሰይቲ ሕቶ ክንሰግር ሕራይ ፅቡቕ ሓንቲ ደርፊ ከስማዕካ ሓንቲ ደርፊ ዕድል ክበካ እየ ከይኮነትን ኣብ እዝንኻ ክገብራ እየ ፅቡቕ ነታ ደርፊ ምስ እንድሕር ዶ ኣምጪኻያ ከም ሕቶ ክንወዛ ኢና ኦኬ ሐረ ዝኸበርኩም ተኸታተልቲ ኣዌ ሾው ካብ ሕቶታት ናብ ደርፊ ንሰግር ኣለና እሞ ዳና ሓወይ ከም ደራፋይ ኮይንካ ነዚኣ ብልክዕ እንድሕር ኣምጪኻ ሽልማት ኣለካ ሓደ ቆልዓ ኣብ ባጽዕ ተወሊዱ ኣብ ሰንዓፈ እናዓበየ ሃንደበት መሊሱ ንባጽዕ እንተተመሊሱ ምስዚ ኩሉ ከልበትበት ኣበየናይ ስኒ የብቁል ኣብ ባጽዕ ኣይኮነትን ሰለስተ ዕድል ክበኪ ሕጂ ከኣ ኣብ ባጽዕ ትብል ኣለኻ ሕሰብ ሕሰብ ኣጆኻ ሕሰብ

ኣቁርደት ኣይኮነን እቲ ሕቶ ወዲእናዮ ኣለና ኣራይ። ናብ ሳልሰይቲ ሕቶ ክንከይድ ኢና እቲ ሕቶ ድሓር ንተኸታተልትና ክንነግሮም ኢና እ፣ እዛ ዝሓተካ ብሂል ወይ ምስላ ሰማዕኒ ኣለኻ እዛ ዝሓተካ ብሂል ወይ ምስላ ንምንታይ ትገልጽ ነዚኣ መን ክመጻ ነዚ መን ክትመጾ መጻ ኣብ ዞባ ማእከል ቢራ ብ12 ናቕፋ እንተተሸይጡ ኣስተውዕል

ጥዑም እዩ ክንደይ በፂሕና ኣለና ሰለስተ ሰለስተ ሕቶታት መሊሰየን ስነ ጥበባዊ ዓዚዝ ድምፃዊ ዓዚዝ ሰለስተ ሕቶታት ብዘይ ጌጋ መሊስዎን ኣሎ ኦኬ ንቐፅል ወዛ እያ እንታይ ግድኻ ኣብ ግዜ መግዛእቲ ኣብ ግዜ መግዛእቲ ብግዜ ደርጊ ሜዳ ኤርትራ ተባሂሉ ዝፅዋዕ ዘሎ ቦታ ብምንታይ ይፅዋዕ ነይሩ ከመይ ትብላ ኮንዶም ወይ ኣብ ሰላማ ዝዕድግ ሰብ ልዕሊ ማንም ሰብ ዓቕሊ ኣለዎ ይበሃል ብኸመይ እዩ

ኣጋጣሚ ኣብ ፍቕራዊ ጉዕዞ እንከለኹምሲ ንሓንቲ ጓል እፈትዋሱ ትወዲ እወ ንዓኺ ግድፍ ኣቢሉስ ንኻልእ ጓል ንስኻ ብጣዕሚ ኢኺ ተፍቅርየ ሕጂ ከይዱ እንታይ ይገብር ነታ ጓል ይሓታ እሞ ንስኺ ናይ ብሓቂ ኢኺ ተፍቅርዮ እታ ጓል እንታይ ትብሎ ሕራይ ክብለካ እንድሕር ደኣ ኮይነሲ ነታ ኣፍቃሪትካስ ክቕጥቅጣ

ትሕጸት ኣለኻ ትሕቲ ሽምጡ ዘለዎ ተባዕታይ እግሪ እግሪ ብርኪ ብርኪ ሰለፍ ዳንጋ ሰለፍ ዳንጋ በቃ
ወዲ ተባዕታይ እግሪ ሰለፍ ዳንጋ ገለ ጥራሕ እዩ ዘሎ ወይ ኣወልክ ስድድ በቃ ሰኔን